ሃይ ደቂ ነጋውስ ኣዜቤ ከመይ ኣለኹም? ኣነ ብጣዕሚ ፅቡቅ ኣለኹ። ንስኻትኩም ፅቡቅ ክትህልዉ ከዓኒ ተስፋ ገብር። በዓልቲ ሙሉ ተስፋ ኤ ሕጂ ከዓ ሒዘልኩም መፅየ ዘለኹ ኣብዚ ኩነታት ዘለናዮ ብዙሓት ሰባት ይሓሙ ኣለዉ ብብዙሕ ምክንያታት ሰብ ዝሓምም ንፈልጥ ኢና ድሕን ኣብ ፅቡቅ ኩነታት ዘየለ ብዙሕ ነገራት እዩ ንሰብ ዝሕምሞ ካብ ኣተሓሳስባ ካብቲ ናብራ ኣብቲ ፊዚካ ዝኸውን ይሓምም ይመውት ማለት እዩ ተዘየሎ ብነነዊሕ ግዜ ክፀንሑ ይኽእሉ እዮም ሕጂ ግን ኣምፅኦ ኣለኹ እዛ ናተይ ታይትል ክብላ እየ ደቂ ነጋውስ ፈቶክም እየ ፈቶክም እየ ፈቶክም እየ እሞ ሚሊዮናራት ኣጥፊእካስ ሚሊዮናራት ምእካብ ብዙሓት ከፍርዩ ዝኽእሉ ብዙሓት ከዋኽብቲ ብዕድመ ንእሽተይ ግን ጸጋ ናይ ፈጣሪ ዘለዎም ንፉዓት በብዓይነቶም ኣብ ብዙሕ ኣብ ሙሉእ ዓለም ኣብ ብዙሕ ቦታታት ዘለዉ ግን ብሰንኪ እዚ ዘሎ እዚ ኩነታት ናይ ኤርትራ ስሕበት ስለ ዘለዎ ኮኔክት ስለ ትኸውን ኣብደይ ኣብደይ ሕማምካ ኣብደይ ሓሳብካ ኣብደይ ብሰጭትኻ ተኣቱ ኦኬ ዋላ ወፂኻ ዋላ ኣብ ውሽጢ ኣለኻ እዚ ናህና ኩነታት ናይ ኤርትራውያን ነገር ብጣዕሚ ኣፌክት ዝገብረና ሕጂ ኢለ ኣለኹ ሚልዮነራት ኣጥፊእካ ሚልዮን ካብ ሰባት ምእካብ ኣብ ዓዲ ኤርትራ መጀመርታ ናፅነት ምስ ኮነ መሬት ፅቡቕ ኢሉ ብዙሕ ሰብ ናብ ዓዱ ከይዱ ኢንቨስት ክገብር ግን ከም ዝጠፍኡ ዋላ ነቶም መንእሰያት ከም ዝወፁ ኢተ ገይሩ ስጋብ ኣብ ብሎኮ የብፅሕዎም ነይሮም ኣታን ኤርትራውያን ዝበሃሉ ክጠፍኡሎም ኦኬ ሕጂ እዚ ንምንታይ ተገይሩ ሰዶም ይደልይዎ እዮም ግን ንዓታቶም ኣይደልይዎም እዮም መሬቱ እንጂ ህዝቡም ኣየስፈልገኝም ዲ ድብሉ ነይሮም ኣብ ናይ ግዜ ሃይለ ስላሴ ሰቡ እቲ መሬት እምበር ህዝቢ ኣየድልየንን እዩ እዮም ዝብሉ ነይሮም ስለዚ ከምኡ ሲ ፕራክቲካል ይረአ ኣሎ ብዙሕ ሰብ ግን ነዚ ይስሕቶ ኣሎ ሕጂ ብዙሓት ሰባት ይሞቱ ኣለዉ ብዙሓት ሰባት ይጠፍኡ ኣለዉ ንምንታይ እዩ ብዙሕ ትንታኔ ክህልዎ ክእል እዩ ግን ንምንታይ እዩ ንዓታቶም መሐገሚ ኢልካስ ብዙሕ ገንዘብ ዝዋፃእ ዘሎ ካብቲ ህዝቢ ካብቲ ህዝቢ ኤርትራ ድሕን ናቱ ዋሕስ ኣይትኸውን ንምንታይ ናቱ ሰልዲ ትደሊ ንምንታይ እዩ ኣብዚ ሲትዌሽን እዚ በፂሕናያ ዘለና ምክንያቱ ድሕን እዚ ቅጥዕታት ኣብቲ ኤርትራ ዘሎ እንተደህሉ ነይሩ ኩሉ ኤርትራዊ ዓዱ ኣብ ፅቡቅ ቦታ መሰብፅሓ ነይሩ ኢለ ይኣምን ብኡ ነዚ ሒዘልኩም መፅእ ኣለኹ ቀደም ዝነበራን ሕጂ ዘሎ ኤርትራን ንእሽተይ ኣብ ዝንረክብ ንኸውን ኢና እንታይ ኢለ ኣለኹ ሕማም እንታይ ይፈጥሮ ብጎፋውን ድሚ ከይፍታሕ ድዩ ሕማም እንታይ ይፈጥሮ ብጎፋውን ድሚ ከይፍታሕ ድዩ እዚ ብዙሕ ሰብ ጎፋውን ድሚ ሓገዝ ይገብር እዩ ግን ክፍታሕ ድዩ ኦኬ እዚ ዘይፍታሕ ነገር እዩ ኢንካረጅ ዝግበር ዘሎ ኦኬ መንግስቲ እንታይ እዩ ታርኡ ኣብ ህዝቡ ሓደ መንግስቲ ኣርዓዶም ዶ በሎም ዶ ገለመለ ዝብልዎ ኣለዎ ዓቢ ማክሮፎን ሒዞም ኦኬ መንግስቲ እንታይ እዩ ታርኡ ውግእ ፈጢሩ ኣብኡ ክፀንሕ ንወለዶታት ድዩ ወይ ነቲ ህዝቢ ጥዕንኡ ርእዩ ኣጥዕዩ ኣብ ደለዎ ደለዎ ኣኪቡ ኣምጺኡ ኣምሂሩ ጥዑያት ህብረተሰብ ክፈጥር ኣየና እዩ ብዙሕ ሰባት ኣሎ ካብ ውግእ ዝወፁ ብጀካ ውግእ ካልእ ናብራ ካልእ ሂወት ተማሂርካ ከተፍሪ ሸቂጥካ ሓሪስካ ደይፈልጥዎ ብውግእ ጥራሕ ድመስሎም ኣርዓዶም ወላ ድሕን ብዙሕ ነገር ኣሎ ደብለካ ደሰክፈካ ኣብ ሓደ ቦታ ሒዙ ሰብ ከዓ ቀንፈዘው ኢሉ ክሰምዖ ንዘምሲ ብጣዕሚ ክንጥንቀቕ ክንክእል ኣለና እንታይ ንዘርኢ ድመፀና እሞ ደቂ ነጋውስ እንታይ እንታይ ዝነፀላ ካብ ግጅፍኒ መሰኒ እንታይ ንዘርእ ክንፈልጥ ኣለና ኦኬ ጥዕና ኤርትራውያን ቅድሚ ናፅነት ሕጂን ከመይ ኣሎ ቅድሚ ናጽነት ኦኬ ጥዕና ናይ ኤርትራውያን ከመይ ኣሎ ሕጂ ከ ከመይ ኣሎ ብልዓክስ ኣብ ካልእ ዓድታት ኦኬ ሕጂ እቲ ሕክምና እንዳሰልጠነ እንዳተመራመሮ እንዳበለጸ ስለ ዝኸደ ሰብ ዝነውሐ ይጸንሕ ዕድመ ጥዑያት ከዓ ይኾኑ ንዝኾነ ከዓ መፍትሒ ረኽብሉ ኣብ ኤርትራ ግን እቲ ዓዲ ኦርጋኒክ ናይ ብሓቂ ዓዲ ናይ ብሓቂ ህዝቢ ናይ ብሓቂ መሬት ናይ ብሓቂ እኽሊ ከሎ ክሓሙ ዘይግባእ ይሓሙ ኣለዉ ንምንታይ ንምንታይ እዚ ብፕላን ዝተሰርሐ እንድዩ ግን እዚ ኤርትራውያን ሲ ደቂ ነጋውስ ፈሊጥናዮ ኣለና ዶ ብውግእ ጥራሕ ዘይኮነ ብሕማም ኦኬ ብኤች ኣይቪ ነይሩ ሕጂ ከዓኒ ብካንሰር በዝሕ ኣሎ ኦኬ ስለዚ ክንፈልጥ ክንክእል ኣለና መን እዩ ኣብዚ ኩነታት እዚ ኣውዲቕና ዘሎ እንታይ ከሒዝዎ ደሎ ንዕኡ ንዕኦም ከይነውፅኦም ከይንኣልዮም ሰላም ክንረክብሲ መን ይሒዝዎም ደሎ መን ይኸኒ ንዕኦም ሳፖርት ዝገብሮም ዘሎ ድሕግዞም ዘሎ ኣነ ኢለኩም እየ ኩሎም ሓለፍቲ ናይ ኣፍሪቃ ናይ ኮራኩር ናይ ዌስት እዮም ኦኬ እዚኣ ክትፈልጥዋ ዘላት ኩሎም ኮራኩር እዮም ኣብ ትሕቲኦም እዮም ዝሰርሑ ሓደ ካብኦም ወፂ ዝሰርሕ የለን የለን ኣነ ቀደም ነጊረኩም እየ ብዝኾነ እተን ዝነበራ መሰረት ሕክምናታት ኣጥፊእወን ስለዚስ ንምንታይ ደኣኒ ን ጎፋንድሚ ዝሓቱ ንምንታይ ድኣኒ ሰብ ክሕከም ዝደልዩ ንምንታይ ተሓጋገዙ ናይ ከምዚ ሓገዝ ግበሩ ናይ ከምዚ ሓገዝ ግበሩ ናይ ከምዚ ሓገዝ ግበሩ ኢሎም ተዛረብቲ ክእለት ናይ ዘረባ ዘለዎም ዝሰዱ ንምንታይ ድሕን እቲ ኩሉ ናይ ጎፋንድሚ ዝወፃ ዘሎ ኦኬ እንሽራንስ ጌርካ ኣውሒስካ ኦኬ ኣብ ኤርትራ ክትከል ክኽእል ኣለዎ ኦኬ ኣብ ኤርትራ ተሓጋገዝቲ መፅኦም ነቲ ሰብ ሕማሙ ክሕብዎ ክሕክሞ ክኽእሉ ኣሎ ኣነ ብዓዲ እንግሊዝ እየ ዝቕመጥ ናይ መንግስቲ ኦኬ ተን NHS ዝበሃላ ናይ መንግስቲ ሰብ ቮለንተሪ እዩ ዝሰርሕ ብናፃ ኣነ ሽዱሽተ ወርሒ ዝሰርሕ ኣነ ዓመት ወይ ገለ ወይ ክልተ ዓመት ወይ ሓሙሽተ ዓመት ከምኡ እዩ ሰብ ዝሰርሕ ኦኬ ናይ ግድን ዓድና እያ ህዝብና ከነሕውዮ ኢና ብናፃ ክንሰርሕ ኦኬ ኣብ ርእሲኻ ንነብሶም ከዓኒ ኩባይኦም ይመልኡ ፅቡቕ ግብሪ ስለ ዝገብሩ ፅቡቕ ስለ ዝስምዖም ኣብ ርእሲኡ ከዓኒ ልምዲ ከዓ የጥርዩ ኦኬ እዚ ክትፈልጡ ክትክእሉ ኣለኩም ንምንታይ ኤርትራ ከምኡ ዘይተፈትሐላ ኦኬ ምክንያቱ እቲ ሰብኣኡ ክነብር ስለ ደልየሉ ክንበራበር ክንክእል ኣለና ኦኬ ስለዚ ንምንታይ ይዓፅወና ኣሎ ኦኬ ንምንታይ ይዓፅወና ኣሎ ምክንያቱ መዓልታ ንኣዲስ ኣበባ ሰብ ከይዱ ክሕከም ንቱርኪ ኣብቲ ናታቶም ናታቶም መእከቢ ገንዘብ እሳቶም ዝጥቀምሉ እሳቶም ቤኔፊሸርስ ዝኾኑ ነቲ ሰብ ካብቲ ቦታ ናይ ዓዱ ናይ እንዳቦኡ ኣውፅኦም ማእታን ኣብቲ ዘይኮነ ቦታታት ክሰድዎም ክንጎርሕ ክንክእል ኣለና ኦኬ ክንጎርሕ ክንክእል ኣለና ከመይ ጌርና ናብ ኤርትራ ንኸይድ ከመይ ጌርና ናብ ኤርትራ ንተክል ከመይ ጌርና ናብ ኤርትራ ክኸውን ኣለዎ ስሕበትና ምንሽ ናብ ደገ ነቶም ድውጥጡና ደለዉ ከዓኒ ክንኣልዮም ክንክእል ኣለና ኦኬ ጥዕና ኤሪትራውያን ቅድሚ ናጽነት ኢለ እየ እዚያ ናይ መሰረት እቲ ኩሉ ሕክምናታት ከዓ ኣነ ክደግመልኩም ኣይደሊን እየ እቲ ኩሉ ሕም- ሕክማታ- ሕክምናታት ዝነበረ ኩሉ ተዓፅዩ እዚ ብጣዕሚ እ፣ ፅልኣት ናይ ኤርትራ ዘለዎም ሰባት እዮም ከምኡ ክገብሩ ዝኽእሉ ምክንያቱ ሲ ክሓርሳ ዝሞታ ቀደም ብዙሓት ኤርትራውያን ነይረን ብዙሓት ኤርትራውያን ምክንያቱ ኤርትራውያን ንሕና ኣብ ዝተሓዋወሰ መሬት ኢና ዘለና ኦኬ ዝተሓዋወሰ ዝተሓዋወስና ህዝቢ ኢና ስለዚ ብዙሕ ዓይነት ስለ ዝኾኑ መብዛሕትኦም እቶም ቆልዑት ክምለ ዝኽእሉ እተን ኣዴታት ካብ ሞት እየን ዝወፃ ገሊአን ካብ ዝሞታ ኣለዋ ስለዚ እዚ ኩሉ ዕምቆት ከማነይ እቶም ናይ ጥዕና ዝብሉ ፈሊጦም እዚታሲ ክካትዕሉ ኣለዉ ድሕን ሳተን ደይወለዳ ድሸጦምን ድልውጦምን ከም ታኒካ ከማን ኣይክረክብን እዩ እቲ ህዝቢ ከዓ ክፀኒት እዩ ስለዚ ንጥቕሞም ክብሉ ሲ ንእሽተይ ነተን ኣዴታት ትተሓጋገዝዎን ክብል እየ እቶም ኣብኡ ዘለኹም ሓላፍነት ኣይደነ መን ናይ ጥዕና ሓላፊ ኤርትራዊ ድዩ ኣረመኒ ኤኒወይ እቲ መንግስቲ ድኹም ተኮይኑ ሓገዝ ይሕተት እየ እቲ መንግስቲ ድኹም እንተደኣ ኮይኑ ሓገዝ ይሕተት ከምዛ ዝበልኩም ዓዲ እንግሊዝ እቲ ዝሃፍተመ ዓዲ እዩ ኦኬ ግን ቮለንተሪ ስራሕ ይስ- ናይ ግድን ክሰርሕ ኣለካ ናይ ግድን ቮለንተሪ ክስራሕ ክትሰርሕ ኣለካ ኦኬ መኣታን ክስታይ ክህልወካ ቮለንተሪ ሰሪሕካ ኢልካ ክንድዚ ሰዓታት ሰሪሕካ ኣብቲ ናትካ ሰርቲፊኬት ሰርተፋይ ይኾን ኣክረዲትድ ትኸውን ንኣብነት ኣነ ኣብቲ ናይ ቤት ናይ ትምህርተይ ናይ ሳይኮተራፒ ሓሙሽተ ሚእቲ ሰዓት ናይ ግድን ክሰርሕ ነይሩኒ ብዙሕ ይወስ ድወስደልካ ከዓ ከምቲ ዝረኸብካዮ ዋን ቱ ዋን ክርኢ ስለ ዝነበረኒ ብዙሕ እዩ ዝወስደልካ ብኡ ገይሮም እዮም እቲ ናይ መንግስቲ ስራሓት ዘብሎ ሽዑ ኣክረዲትድ ይኸውን ማለት እዩ ፀሓፈለይ ከምዚ ገይራ እያ ትበል ከም ሰርቲፊኬት ወሃብ ማለት እዩ ስለዚ ብከምኡ እያ ዋላ ኣብ ዓዲ እንግሊዝ እቶም ዝሃፍተሙ ከለዉ ብከምኡ እያ ንምንታይ ግንሲ ኣብ ኤርትራ ግን እተን ናይ ናፃ ዘገልግላት ዝዕፀዋ እዚ ፅልኣት ፅልኣት እዩ ፅልኣት ናይቲ ህዝቢ እዩ ፈቲና ጸሊእና ክንቅበሎ ክንክእል ኣለና። ፈቲ ጸላኢና ድሕን ደየላለና ብጉቡእ ጸላኢና እዚ ኢድና ድሕን ደየላለናዮ ክንፈልጥ ኣይንኽእልን ኢና ከማናይ ከመይ ጌርና ንፍውሶ እዚ መስል ንምንታይ ኤርትራውያን ህዝቡ ከኣልዩ ህዝቦም ከኣልዩ ዘይግደፉ ንምንታይ ኤርትራውያን ህዝቦም ከኣልዩ ዘይግደፉ ንምንታይ ምክንያቱ ንዓታቶም ኦኬ ከይፀቡ ኣብኡ ድሕን ድልየቱ ኤርትራዊ ተረኺቡ ካብኣቶም ዝደልይዎ ነገር የሎም ጋሕጢጦም ከማን ከውፅዎም እዮም ግን ንሳቶም ገንዘብ ይእክቡ ይእክቡ ይእክቡ ኣለዉ ነቲ ህዝቢ መርገፂ ኣብ ውሽጢ ዘሎ ጥራሕ ደይኮነ ድርጋብ ኣብ ደገ ዘሎ ከማን እተደልዮም ከረኻኽቡ ልኸእሉ እዮም ስለዚ እዚ ነገር እዚ ኤርትራውያን ሓቢርና ንዓና ስለ ዝኾነ ጉድኣቱ ሓቢርና ክንሰርሐሉ ክንክእል ኣለና ኦኬ ሕሙም ሓላፊ ሕሙም ሰብ ይፈጥር ሕሙም ሕብረተሰብ ይድፈጥር ሕሙማት ህብረተሰብ ከዓኒ ዳርጋ ሕሙም ሓላፊ ይገድፍዎ ክሓልፍ ሓላፊ ክኸውን ምክንያቱ እዚ ጅግና እዚ ጅግና እዚ ጅግና ይብልዎ ኣለዉ እንታይ ገይሩ እዩ ዳኣ ጅግና ዓዲ ከመይ ኮይና ኣላ ከመይ ገይሩ ዳኣሉ ጅግና ብድኾነ ኦኬ ገለ ገለ ገለ ሰባት ይሕገዙ ኦኬ ገለ ከዓ ኣይሕገዙን ኦኬ ምፍሕፋሕ ናይ ምን ሳዕቤን እዩ ሕጂ እዚኦም ገለ ገለ ሰባት ድሕገዙ ፍሉጣት ድሕን ኮይኖም ትሕግዞም ኢኻ ድሕን ሓደ ሰብ ፍሉጥ ኮይኑ ሪሌት ትገብር ኢኻ ኮኔክሽን ትፈጥር ኢኻ ስለዚ ይቀልል እዩ ንዓታቶም ክትሕግዝ ካብ ዘይነይ ትፈልጦም ዝገደደ ሕማም ከለዎም ስለዚ ኣብኡ ከዓ ኣብኡ ከዓኒ ብደይ ብደይ ምርዳእ ሰብ ኣብ ዘይኮነ ኣብ ምጥርጣር ኣብ ገለ ምለታት ኣትዩ ኣኾንኖ ሓደ ሰብ ድሕን ደራፋይ ኮይኑ መብዛሕትኡ ሰብ ኮኔክሽን ኣለዎ ኦኬ ኮኔክት ትገብር ኢኻ ትሪኦ ክስዕስዕ ወይ ከዓ ትሪኣ ክስዕስዕ ምሽ ወይ ከምዚ ዝኣመሰለ ሰብ ነይራስ ከምዚ ክትከውን ኢልካ ሕማቅ ይስምዓካ እጂ ትስኣልካ እቲ ናትካ ናይ ቦቅቦቅ ናይ ሕልና ስሚዒት እዩ ትስኣልካ እሞ ገለ ነገር ክትፍትን ወይ ከኣ ገለ ነገር ክትዛረብ ይግድደካ እዩ ግን ነቶም ደይትፈልጦም ግን ኣይትፈልጦምን ኢካ ምክንያቱ ዋላ ሓንቲ ኣብቲ ርእስና ከምኡ ስለ ዝሰርሕ ኣነ ስለዚ ሲ ከነላሊ ክንክእል ኣለና ኣይንሃውትት ንዓና ብዙሓት ኣለዉ ኣብ ውሽጥና ኮይኖም ዝሃውትቱና ንምንታይ ኤርትራውያን ምስ ጥበቦም ለመንቲ ዝኾኑ ንምንታይ ኣብዚ ዓለም ኦኬ ኣነ ብዙሕ ኣብኡ ክወስደኩም ኣይደልይ መጀመርታ ክመፅእ ከለኹ ግን ብኡታት ክዛረብ እየ ዝደሊ ነይረ ግን ምስ ረኣኹዎ እቲ ግብረ መልሲ ኣነ ክጎድኣኩም ኣይደልን እየ መጀመርታ ከዓኒ ኣዚ ብኣይ እቲ ነገራት ብኣይ ክሰምዑ ኣይደልን እየ ኣብ ሓደ ሓደ ቦታታት ምክንያቱ ኩሉ ግዜ ከምኡ ክስማዕ ከሎ ነቲ ሰብ መጀመርታ ዝነገረካ ስለ ትዝክሮ እቲ ማይንድና ከምኡ ስለ ዝሰርሕ ሕጂ ኣብ ኣብዚ ኮኾብ ብርህ ድበለ ኣሎ ኣብ ሰማይ ኮባኽብቲ ኣለዉ ብዙሓት ገሊኦም ግን ብርህ ዝበሉ ኣለዉ ሰብ ከዓ ከምኡ ኢና ሰብ ከኣኒ ኣለዉ ምሽ ኩልና ሰባት ኢና ብርህ ዝበሉ ሰባት ኣለዉ ከም በዓል ደረፍቲ ይኹኑ ዘየምቲ ይኹኑ ተዛረብቲ ይኹኑ መደርቲ ዋላ ክፉኣት ሰባት ከማነ ቀተልቲ ሰባት ከማን ኣለዉ ሓለፍቲ ገለመልታት ኮይኖም ከኣኒ በሪሆም ዝረኣዩ ካብ ኩሉ ምክንያቱ እ፣ ከምኡ እዩ ኦኬ ሕጂ ንሓደ ብሩህ ኮኸብ ከተ- ከተውድቕ ከለኻ ኦኬ ብጣዕሚ ሕማቅ እዩ እቶም ካልኦት ኮባክብቲ ይፀልዎም እዩ ሕጂ ዳስዋይ ድልብረትሊ ነቶም ኮባክብቲ ኣብ ዓለምና ወይ ይዕምፅወን ወይ የጋፍዕወን ወይ የቃልልወን ወይ ገለ ብዙሕ ነገራት እዘን ትርእይወን ኣብዚ ናይ ዓለም ፅቡቅ ተኸዲነን ባምቡላ መስላ ብልፅልፅ ዝብላ ብዙሕ ነገራት ብዙሕ ግፍዕታት እየን ድሓልፋ ኦኬ ስለዚ እዚ ዓይነት እዚ ነገራት ኮመን እዩ ከምኡታት ክትገብር ኣለካ ከዓኒ ኣብ ሓደ ቦታ ክትበፅሕ ተደሊኻ መስዋእቲ ክትቀርብ ኣለካ ወይ ሰባት ከተቃትል ኣለካ ናይ ግድን ከምኡታት ክትገብር ኣለካ እዛ ዓለም ብከምኡ እያ ተሰሪሓ ሰባት ኣብኡ ኣንፈት እዮም ሰሪሖም ኣፅኒሖማ ቅድሚ ሕጂ ነጊረኩም እየ ኣለዉ ድሕን ደይሰውኡ ሓንጎሎም ዘይሰርሕ ስለዚ ሲ ዋላ እቶም ስለ ጥበባውያን ድሕን መይቶም ድሕን ሓሚሞም ድሕን ወዲቖም ብዙሓት ሰባት ከምዚ ሕጂ ክብለኩም ዝፅናሕኩ ኮኔክት ስለ ትገብር እቲ ኮኔክሽን ስለ ዝብተኽ ስለ ዝስማዕካ ሓደ ሓደ ኮኸብ ክወድቕ ከሎ እቲ ኮኸብ ጥራሕ ኣይኮንካን ተውድቖ ዘለኻ ወይ ከዓ ከተቃልሎ ከለኻ ወይ ከዓ ኣብ ዓራት ተሸፊኑ ወይ ገለ ከም እንታይ ይበሃል ድኽም ኢሉ ክትሪኦ ከለኻ ንዕኡ ጥራሕ ኣይኮንካን ነቶም ጠመቱን ነቶም ኣፍቀርቱን ኢኻ ተውድቖም ዘለኻ ኢስ ቨሪ ዲፕ እዚኣ ክትፈልጥዋ ክትክእሉ ኣለኩም ዲስ ኢስ ቨሪ ዲፕ ኦኬ ብጣዕሚ ዳስዋይ መብዛሕትኡ ሰባት እዚ እዚ ዓይነት እዚ ነገራት ብዙሕ ኣንደርስታንዲን ስለ ዘይብሎም እዮም ብዙሕ ነገራት ኣብ ብዙሕ ነገራት ዝኣትዎ ማለት እዩ ኦኬ ሕማም ነብስና ኣብ ኦኬ ሕማም ሕማም ዝፍጠር ኦኬ ደምና ኣብ ኣሲድ ምስ ተቐየረ ኦኬ ነብስና ኣብ ኣሲድ ምስ ተቐየረ እዩ ኦኬ ሕማም ዝፍጠር ደምና ምስ ኣሲ ዋላ ሓደ ነ- ሓደ ብርቱዕ ደራፋ ይኹን ዋላ ዘያማ ይኹን ዋላ ገለ መርታት ድሕን ኣነ ኩሉ ግዜ ዝሪኦ ነገራት ድሕን ድሕረኒ ኮይኑ ደም ናተይ ኣብ ኣሲድ ይቐየር ኦኬ እቲ ኣልከለይን ኣይከውንን ኦኬ ሕጂ ብዙሓት ሕማቃት ነጋቲቭ ነገራት ክፈርዩ ኣብ ውሽጠይ ይኽእሉ ኦኬ ካብቲ ኣሲደይ እንዳተመገቡ ይዓብዩ ንዓይ ሽዑ ክበልዑኒ ደልዩ ኦኬ እሳቶም ክነብሩ ማእታም ኦኬ ስለዚ በዚ ዓይነት እዚ ሕማም ዝፍጠር እዚ ምስ ተጨነቕካ ምስ ተጨነቕካ ድመፅእ ነገር እዩ ምስ ተጨነቕካ ጥራሕ ዘይኮነ ከዓኒ ምስ ሓረቕካ ምስ ጓሃኻ ተስፋ ምስ ሰኣንካ ተስፋ ምስ ሰኣን እየ ተስፋ ምስ ሰኣንካ ስጋ ስጋና ይሓምም ኦኬ እዚ ኩሉ ምስ ሰኣንካ ዋላ ከማነይ ድሕን ተስፋ ቆሪፅካ ወይ ተስፋ ድሕን ቆሪፅካ ካብ ደገ ድሕግዘካ ድሕን ደየለ ከማነይ ትሓምም ኢኻ ሕጂ ምናልባት ብዙሓት ኤርትራውያን ኣብ ውሽጢ ኤርትራ ሓሚሞም ክሉ ይኽእሉ እዮም ደቂ ነጋውስ ምክንያቱ ተስፋ ምስኣን ኦኬ ተስፋ ምስኣን ከዓ የዳኽመካ የሕምመካ እዩ ስለዚ እዚታት ክንፈልጥ ክንክእል ኣለና ምስ ረኣካ ሽዑ ኦራ ዝበሃል ነገር ኣሎ ኦኬ እቲ ኦራ ካን ኣብዚ ኣካባቢና ሸውዓተ ለየ ሸውዓተ ሰማይ ሰማይ ዝበሃል ኣሎ ስጋ በብዓይነቱ ቅድሚ ሕጂ ሰሪሐ ነይረ ኦራ ኣለና ኦኬ ንዓና ካቨር ዝገብረና ድሕን እንዳደኸምና እንዳደኸምና ከይድና እቲ ናህና ኦራ ይረቅቕ ዝኾነ ካብ ደገን ካብ ውሽጥን ሕማማት መፅኦም የጥቁዕና ኦኬ ሕጂ ኣሎና ምስ ኦራና ምስ ረቀቀ ማለት እዩ እዚ ሕማማት እዚ የጥቃዓና እዚ ድርዒ ልበሎ ኦኬ ድርዒ እዩ ብድርዒ እዩ ዝፍለጥ ኣብ ናይ ክስታይ ኣብ ናይ ሜዲካል እንታይ ይበሃል ግን ኣብ ናይ ስፒሪቹዋል ግን ኦራ እዩ እቲ ኦራኻ ምስ ረቀቀ ብዙሓት ዓይነት ሕማማት መፅኡ የጥቕዑኻ ደቂ ነጋውስ ኦኬ ቀደም ኣብ ኤርትራ ግን ከምኡ ይነበረ ምክንያቱ ደልዳላታት ስለ ዝነበረ ኣብ ነፍሱም ኣብ መሬቶም ኣብ ሕርሽኦም ኣብ ኣተኸልቶም ኣብ ናቶም ሰብን ኣብ ናይ ኣዝማዶምን ስለ ዝውከሉ ኣብ ትሕቲ ኣምላኽ ማለት እዩ ሕጂ ግን መሬቶም ወሲዱ ህዝቦም ፋሕፋሕ ኣቢሉ ድውከልዎ ድሓትዎ ዋላ ጨኒቕዎም ድዕልልዎ ከማን ድኣምንዎ ከማን ሲኢኖም እዚ ኩሉ ምስ ሰኣንካ ኣብዲ ሕማምካ ትኣቱ ማለት ስጋ ምስ ሓመድ ጸቕጢ ይፈጥረልና ስጋና ምስ ሓመመ ጸቕጢ ይፈጥረልና ኦኬ ስጋና ምስ ሓመመ ጸቕጢ ይፈጥረልና ማለት እዩ ኦኬ ኩሉ ግዜ ካብ ሓሳብ እዩ መጀመርታ ድምንጩ ኣብ ደገ ትሪኦ ወይ ውሽጥኻ ዝስማዓካ ሓደ ነገር ሓሳብ እዩ ምንጩ ሽዕኡ ጭንቀት ይፈጥረልና ጭንቀት ምስ ተፈጠረ ነብስና ይሓምም ኦኬ ጻጥ ይፈጥረልና ነፍሲ ቅትለት ንብፂ ፅልኣት ንካልኦት ሰባት ምቕታል ወይ ከዓኒ ኣብ ኣብ ስኽራን ኣብ ምዝማው ኣብ ሓሽሽ ኣብ ድራግ ኣብ ዘይኮነ ነገራት ወልፊ ኣብ ጌም ምፅዋት እኾን ኣይጸሓፍክዎን ኣብዚ ኣብ ወልፊ ወልፊ ሪዎርድ መዓታን ሓንጎልና ቅድሚ ሕጂ ተዛሪበሉ ነይረ ሕጂ ኣይዛረበሉን እየ ኣብ ወልፍታት ይሰደና እቲ ወልፍታት ሓንጎልና ሪዎርድ ስለ ዝህበና እቲ ሓንጎልና ሪዎርድ ክህበና ከሎ ሽዑ ንሽዑ ጥራሕ ደስ ይብለና ዳሕራይ ቀፃሊ ከዓ እንደገና ከምኡ ንደሊ ድሕና ይረኽብናን ከዓ ካብ ገለ ነገር ከነምፀ ክንክእል ኣለና ሰልዲ ድዩ ዋላ ፆታዊ ርክብ ድዩ ዋላ እዚ ኣብ ኩሉ ቦታ ኣብ ኩሉ ዓለም እዩ እዚ ዝብለኩም ደሎ ወይ ጠላዕ ምጽዋት ድዩ ወይ መስተ ድዩ ወይ ሓሽሽ ድዩ ወይ ጫት ወይ ገለ መሰል ኣብኡ ይጽመዱ ማለት እዩ ደቂ ናጋውስ ኦኬ ሕጂ ኤርትራውያን ለውጢ ኣይወዳእኳን እባ ጸቕጢ ይፈጥረልና ነብስና ጽልኣት ኢለኤ ይፈጥረልና ነብሰ ቅትለት ኢለዩኤ ባዚ ኦኬ ኤርትራውያን ለውጢ እንተ ንደሊ ካብ ባዕሊ ስጋብ ኦኬ ኤርትራ ኤርትራውያን ለውጢ ንደሊ ካብ ላዕሊ ስጋዕ ታሕቲ ክቕየር ክኽእል ኣለዎ ኤርትራዊ ኤርትራዊ ክጨኒ ክኽእል ኣለዎ ኦኬ ቅድሚ እዚኣ ዝሰደድክዋ ነይራ ናተይ ፐረመድ ዝስራሕኳ ብዙሓት ሰባት ድሓን ግን ሓደ ሓደ ሰባት ንእሽተይ ተሰኪፎም ግን ሓቂ ድሕን ዘይተዛረብና ዋላ ሓንቲ ክነስር ክንስዕር ኣይንኽእልን ኢና ኦኬ ኤርትራውያን ለውጢ ንደሊ ካብ ላዕሊ ስጋብ ታሕቲ ኤርትራዊ ምሕፃብ ትደሊ ብማይ ድጋም ብማይ ድጋም ክሕፀብ ኣሎ ምክንያቱ ድሕን ሓደ ስለ ሓደ ሰብ ዝፀላእክዎ ድሓን ይቀተል ድሕን ድብል ኮይነ ብሓቂ ፅቡቅ የለና ንሕና ብማይ ድጋም ክንጸገሉ ክክእል ኣለዎ ማይ ድጋም ኦከይ ምሽ በዞም ደለዉ ቀሽሽቲ ፋልሶታት ብናይ ብሓቂ ስፔሪቹዋል ሰባት እቲ ዓዲ ክሓዊ ክክእል ኣለዎ ምክንያቱ ገለ ነገርሲ ነቶም ሰባት ድቋጻጸሮም ነገር ኣሎ ኦኬ ከም ደሎ ነቶም ሓለፍቲ ከም ድቋጻጸርዎም ንፈልጥን ኢና ባዕላቶም መስዋእቲ ስለ ደቕርብሎም ግን ነቲ ዝተሓተ ስጋብ ክንድዚ ክቋጻጸርዎ ግን ማይ ድጋም ኣሎ ማይ ድጋም ጌርካ ጭብ ከነብሎም ክንክል ኣለና መፍትሒ ስለ ትብሉ መፍትሒ ግን ነብስኻ መሊእካ ፈሊጥካ ኣነ ሙሉእ ብምስሊ ፈጣሪ ዝተሰራሕኩ ኦኬ እዚ ናተይ ይግበኣኒ ኢልካ ድሕን ፎከስ ጌርካ you will get it ከም ምርኣይ ከም ዓይኒ ከም ምስማዕ ከም እዝኒ ኦኬ ፕራክቲስ ግበርዎ ሃይማኖትኩም this is truth ኦኬ ካልእ ኣፈርሜሽን ጌርካ ከማኒ ነገራት ክትቅይር ትኽእል ኢኻ ኦኬ ኦኬ ሕጂ ሓንቲ ነገር ሕማም ኣብ ኤርትራ ከምዚ ኣነ ከዓቢ መዓት ኣረግቶት ኣንስቲ ነይረን ደልደላታ ደቂ ሰማንያ ገለ ኮይነን ሴፍ ደልዳላታት እየን ሕማም ዝበሃል ኣይፈልጥኦን እየን ሕማም ዝበሃል የለን ካታግራ ሕጂ ዓባየየ ነይራ ሲ ኣዲኡ ነቦይ ሰማንያ ነይራ ኣብቲ ግዜ እቲ ብዙሕ ነገር ናይ ትርቡሊ ብዙሕ ነገር ናይ ትፈልጥ ኦኬ ሕጂ ንሳ ደልዳል እያ ካበይ ትድልድል ኣነ ቆልዓ ኮይነ ንሳ ትድልድል ነይራ ግን ሓንቲ ዓይና ግመ ከምዚ ካታግሪ ዝበሃል ግመ ነይርዋ ሕኽሕኽኽ ግን ፈጣሪ እዩ ድመሐር እምበር ዶክተር ኣይኮነን ኢላ ኣብያቱም ሰብኣይ ብጣዕሚ ንፍዕቲ ብርትዕቲ ሰበይቲ እያ ከዓ ነይራ ብዝኾነ ሕጂ ናይዚ ደንበኳ መፅሓፍ ነይራ እዚኣ ድሕን ትፈልጥዋ ኮንኩም እዚኣ ናይ ተስፋዬ ገብረኣብ ዝበሃል በዓቲ ቲራቮሎ ዝበሃል ቀደም ኣንቢበያ ነይረ ነዚ ወዲ ሕጂ ሓሚሙ ምስ ተባህለ እዚ ከምዚ ከምዚ እንዳበለ ድስዕስዕ ሽኮሪና ወዲ ዱባ ዱላዲ ዋላ ገለ ዝብልዎ ናቱ ብዙሓት እዮም ሓሚሞም ወፂኦም ግን ናቱ ምስ ረኣኹ ብጣዕሚ ተሰሚዕኒ ንእሽተይ ወዲ ኢለሲ እንታይ ተዘኪሩኒ ካንሰር ሓሚመ ገለ ምስ በሉ እዚኣ መፅሓፍ እዚኣ ተዘኪራትኒ ኣይደኖ ክልተ ዓመት ሓለፈት እየ ገሊኣ ኣንቢበያ ሕጂ እንታይ እያ ዘኪሩኒ ብዚ ሕማም ከም ዘይነበረ ኣነ ክዓቢ ብ ኤርትራ ፈልጥ እየ ግን ብጭብጢ ኣብ መጽሓፍ ከተንብቦ ትኽእሉ ገጽ ፔጅ ሰማንያ ኤኒዌይ ነዚ እሞ ከንብቦ እየ ግን ማለት ናይ ፍቕሪ ንእሽተይ ከማን ኣላታ ኬፍ ዘለዋ እንታይ ይበሃል እያ ማለት ብመጠኑ ኣለዋ ናይ ኢንተርስት ናይ ኤርትራ ክትፈልጥ ድሕን ደሊኻ ድሕን ደሊኹም እዚኣ ጽብቕቲ እያ ሕጂ ብዚ እንታይ ኢለ ጽሒፈ ኣለኹ ዳህላክ ኣብ እዚ ከማኒ ነዚ ምስ ኣንበብኩ ትሜክሹር ኣብ ዊኪፒድያ ሬዳህላ ክልተ ዓበይቲ ኣይላናት ኣለዋኣ ኦኬ መር ኣይስላን ኣይላን ወሬቨር ከመይ ከም ትብልዎ ሚእትን ዕስራን ኣርባዕተን ካን ነናእሽቱ ኣለወአን ኦኬ ኣብቲ ዓዲ ይብል ካብ ቅድሚ ሮማውያን ምውፅኦም ፔር እዚ ፃዕዳ ካብ ዓሳ ድብል ዕንቁ ዝግበር ክቡር እዩ ከምኡ የውጹ ነይሮም ዓሳኦም ከኣ ድምገቡ ነይሮም ይብል ኣብ ኣብኡ ድሕን ደሊኹም ግን ሕጂ ኣነ ኣብ ሓንጎለይ ዝነበረ ዝዝክሮ እየ ከምጽ ናይዚ ሰብኣይ ብኬፍ ኣለዎ ኦኬ ተስፋዬ ገብረኣብ ጽሕ- ጽሒፉ በዓቲ ትራበሎ ይብል ኣብ ዳህላክ ሕማም የለን ተሰሚዑም ዘይፈልጡ ሕማማት ድማ ኣለዉ ሕጂ ንምንታይ ዝምጸዮ ዳህላክ ኦኬ ቦታ ናይ እ፣ ስድነት ናይ ድጋም ዝበልኩ ቡይ ቦታ ናይ ስድነት ናይ ብዕልግነት ሕጂ ብዛዕባ መስተ ሰሪሐ ነይረ መስተ ድፈቱ ኣንሲስተርስ ቀደም ዝሞቱ መፂም ኣብቲ ድሰተ ኣትዮም ድልየቶም ክገብሩ ኸእሉ እዮም ረቃቕቲ ኣለዉ ኦኬ ሕጂ ሓደ ብፁእ መሬት ድሕን መስተታ ትሰትየሉ ዘይኮነ ነገር ትገብረሉ መን ኢኻ ትዕድም ዘለኻ ንዓኹም ገዲፈልኩም ኣለኹ ደቂ ነጋውስ ኦኬ እብል ኦኬ ሕጂ ኣብቲ ዓዲ ዳህላክስ ሕማም ተሰሚዑ ኣይፍለጥን እዩ ኣነ ክዓቢ ሕማም ተሰሚዑ ኣይፈልጥን እዩ እንተሓመማ እንተሓመማ መርዘን ብብዙሕ ምክንያታት መርዘን መርዘን ከዓ ፅቡቅ እዩ ይበሃል ብዙሕ ነገር ምስ ናይ ምክፋት ናይ ርእሲ ስለ ዘለዎ እዩ ዝበሃል ብዝኮነ እቲ እሱ ከማን ድመፅእ ካብ ስትረስ ካብቲ ሕሰም ገለ መልታት ክኾን ይኽእል እዩ ግን ኣሎ ካብ ውርሻ ድዋራረስ መርዘን ምኽንያት ኣለዎ ግን ክነግሩና ኣይደልዩን እዮም ብዝኾነ ኣብ ዳህላክ መስተ የለን ዳህላክ መስተ የለን እዚ ሕጂ ክብለኩም ፀራ ዳህላክ መስተ የለን ምክንያቱ መስተ ይፈልጥዎ እዮም ሓንሳብ ሓንሳብ ሓደ ሓደ ሃይማኖታት ክብረት ክኽበር ይግባእ ኦኬ መስተ የለን ክሰቲ ዝደለየ ባፅዕ ከይዱ ኣብ ገዝኡ ኣምፅኡ ኦኬ ይሰቲ ማለት እዩ ገዛ ኸራይ ኣይፍለጥን እዩ ኦኬ ማጅን ገዛ ኸራይ ኣይፍለጥን እዩ ኣብዚ ክንበብ ከሎ ገዛ ኸራይ ኣይፍለጥን እዩ ኣብዚ እንታይ ኣሎ ደቀባት ምዃኖም ድግነቲ ከም ዘሎ ናፅነት ከም ዘሎ ኣብዚ ናፅነት ዘሎ ሕጂ ግን ኣቲን ከባሪሮሞም ይመስለኒ እዚ መዓስ ተፃሒፉ እዚ ናይዚ ብሰሎሞን በርሄ ዝተተርጎመ እዩ ኦኬ ሰሎሞን እኔ ክትረኽብዎ ኢኹም ንሳትኩም ካባይ ትነፍዑ ኦኬ ገዛ ኸራይ ኣይፍለጥን እዩ ኣብ ሰለስተ መዓልቲ ገዛ ስራሕ ስራሕ ከብሉኸ ካብዚ ዝበለ ናፅነት ካልእ የለን ደቂ ናጋውስ ኦኬ ኦኬ ወርሒ ኦኬ ወርሐን ከዋኽብትን ናተይ ፌቨረት ወርሐን ከዋኽብትን እንዳ እንዳረኣዩ ይድቅሱ ንግሆ ንግሆ ንግሆ ይሕምብሱ ዓሳ ይበልዑ ካብ ባሕሪ ከይከፈሉ ናፃ ናፃ ሰብ እዮም ኦኬ ናፃ ሰብ ዝገብሮም ኦኬ ኣብ ዓዶም እንታይ ብልዑ እንታይ ግበሩ ዝብሎም የብሎም ኤርትራዊ ኩሉ ካብ ታሕቲ ስጋዕ ታሕቲ ከምኡ ክኸውን ኣለዎ ድሓረሰ ሓምሊ ኣድሩ ድዩ ዋላ ኮሚደርኡ ድዩ ጉዑ ድዩ ዋላ ቅጫ ስርናይ ድዩ ዋላ ኣይደኖ እንታይ እዮም ድበልዑ ቅጫ ስገም ድዩ ዋላ ጣፍ ድዩ ዋላ ዕፉን ኣይደንትኖ በሊዑ ከድቅስ ናጻ ክኾን ኣለዎ ዋላ ዓሳ ድበልዐ ከዓ ዓሶ ኦኬ ዓሳ ከዓኒ ኩሉ ኤርትራ ክጸግበሉ ናጻ እዩ ኮንትሮል ዝገብሮ ኮንትሮል ዝገብሮ የለን ኦኬ ንፈልጥ ክንክእል ኣለና ኤርትራ ክጸሚ ኣይኽእልን እዩ ንምንታይ ጸሚዩ ንሕና ስለ ዘይተራዳእና ኦኬ ንሕና ስለ ዘይተራዳእና ሓደ እንታይ እዩ ጥቕስታት ነይሩ ንሕና ክንዓብብ ገዛናሲ ኣሕዋት ምስ ዝፋቐሩ ጸላእቲ የባርሩ ንዓና ይርድኣናን ነይሩ ሕጂ ግን ይርድኣኒ ብዙሕ ነገራት ኣነ ብንሽተይ ዝሰምዖ ግን ሕጂ ይርድኣኒ ኦኬ ወርሐን ከዋኽብትን ተዛሪብና ኢና ካብኡ ዝጥዕም የለ ኣብ ዓድኻ ፅቡቕ ክላይመት ካብ ኣብዚ ኣብ ፅሩይ ገዛ ቁሪ ሽክሙ ምባል ተዛራጊሕካ ከዋኽብ እንዳበልካ ቀረባ ንፈጣሪ እዚ ዘይንሰርሓሉ ምክንያት እንታይ ኣሎ እዚ ከዓኒ እምኒ ዋላ መጥሓን ተሰከሙ ይኮንኩም እንትበሃል ዘለኹም ተፋቀሩ ምስ ተፋቀርኩም ጥራሕ ኩሎም ጸላእትኹም በሪሮም ሃዲሞም ክኸዱ እዮም ምኽንያቱ ዋጋ የብሎምን ኤኒዌይ ሌትሊ ሶሪ ደቂ ነጋውስ ፈትወኩም እየ ፈትወኩም እየ ፈትወኩም እየ ብዙሕ ኢንፎርሜሽን ነጋቲቭ ኢንፎርሜሽን ስለ ዝሰምዕ ዘለኹ ኣነ ብጣዕሚ የስካሕክሓኒ ከመይ ዓደይ ዓዲ ንጉሳት ከመይ ዓዲ ዓደይ ፀና- ዓድና ፃድቃናት ሲ ከምዚ ይኸውን ኣሎ በዚኣቶም ኢሉ ብጣዕሚ እዩ ዘናድደኒ ዘሎ ያ ኣብ ሕክምና ኦኬ ኣብ ሕክምና ዝተወ- ዝተወግኡ ኣብ ሕክምና ብዓሳ ዝተወግኡ ጥራሕ እዮም ዝመፁ እ፣ ይብል እ፣ ይበሃል ሕድራይ ዝበሃል ኣሎ ኦኬ ኣሎ ሽሙ ሕድራ ሕድራ ዝበሃል ዓሳ ኣሎ ምግቢ መልሲ ኢልዎም ጥራሕ እዩ ዝነኽሶም ስኾማን ስኾማን ኣይናኸስን እዩ ኣይጓዳእን እዩ ረኣይ ብጣዕሚ ክንዲ ምንታይ ትወድሲ ሽኮሪና እዩ እቲ ሰብኣይ ከመይ ጽፉፍ ከማነይ ኣጻሕሕፉኡ እሱ ከማነይ ምግቢ ክድበ መሲልዎ እዩ እምበር ንዕኦም ክበልዖም ህርት ክጎድኦም ማለት ኣይኮነን ይብል ኦኬ ዓሳ ዝብላዕ ረኺቡ ኢሉ እዩ ዝነኽሶም ኦኬ ክንዲ ምንታይ ኣብዚ ጥዑይ ጥዑያት ሰባት ጥዑያት ኤርያ ጥዑያት እንስሳታት ዋላ ብዛዕባ ኣጥቴን ኣጣል ከማነይ ሲ እ፣ ሲ ማይ ዝፀፍዒ ድመፀ ካብቲ ጎቦ ኤን ልሒሰን ጥራሕ ዝነብራ ሰብ ብዙሕ ኣይበልዕን እዩ ምክንያቱ ሙሉእ ስለ ዝኾነ ብዙሕ ኣይትበልዕን ኢኻ ድሕን ምልኣት ተሰሚዕካ ድሕን ዓጊብካ ካብ ኩሉ ነገር ኢኻ ትዓግብ ዋላ ምግቢ ከማን ብዙሕ ኣይትበልዕን ኢኻ ድሕን ብዙሕ ንበልዕ ሰባት ኣለና ግሪንቲ ቀጤልያ ቲ ድዮም ዝብሎ ግሪንቲ ምስታይ ፅቡቅ እዩ ወይ ከዓ ናዕናዕ ይዕግሰልና እዩ ምክንያቱ እቲ ምግብታት ንበልዖ መዓት ነገራት ስለ ዘሎ ሃበኒ ዝያዳ ሃበኒ ዝያዳ ዝብል ዓይነት እዩ እዚ ስፔሻሊ ፕሮሰስ ፉድ ኤኒወይ ኣብ ናተይ ክምለስ ሕጂ ዋላተን ጤል ጤል ቀዳይ ነገር ዝበልዐን ከማን ንሰን የለን ድጓስየን የለን ባዕለን ከይደን ወፊረን ውዒለን ባዕለን ገዛ ገዘን መፃ ናፃ ተን ኣኒ ማለት ከማን ነፃ ረአዩ ድሕን ደይተመለሳ ኣሎ ሓደ ተመን በሊዕወን ወይ ከዓ ተንኪፍወን ማለት እዩ እምበር ባዕለን ኸዳ ወፍራ መፃ ማይ ተደልየን ኣብቲ መንደቕ ከይደን ይልሕሳ ኣብቲ ናይ ጎቦ ምክንያቱ ጨው ድሕን ኣብቲ ጎቦ ሓፍ ኢሉ ናብቲ ጎቦ ጣሕ ዓቢሉ ሃሪምዎ ኣምዎ ካብኡ ይልሕሳ ብዙሕ ማይ ብዕቅን ማይ እዮም ዝነብሩ እቲ ቦታ ብዙሕ ማይ ስለ ዘይነበሮ ደቂ ነጋስ ክንርዳእ ክንክእል ኣለና ንምንታይ ሰብ መፅሓፍ ከንብብ ኣሎ ብዙሕ ነገራት ኣብኡ ምስ ኣነ ብዙሕ የንብብ ነይር ቅድም ሕልፊ ብዙሕ ግዜ ስለ ዝነበረ ብዙሕ ትግርኛ ብልሱ እዩ ከዓ ስስዕቲ ናይ ኮምታት ኢንፎርሜሽን ነይረ ሕጂ ግን ድሓን ኮይነ ኣለኹ እዚ ብዙሕ ኣብዚ ምምፃእ መስለኒ ዝጋቢሉኒ ኣይ ቲንክ ኣብኡ ተተመለስኩ ኢና ዝሕሸኒ መስለኒ ብዝኾነ ደቂ ነጋስ ይፈትወኩም እየ ፈትወኩም እየ ፈትወኩም እየ ንኸይንቐፅል ኦኬ ሕክምና ከምዘየለዎ ፈሊጥና ኣለና እቲ ሕክምና ቁሲሉ እዩ ዝኽፈት ድር- ዝጥቀመሉ ሰብ የለን ኦኬ ሕክምና ከማን ኣየድልየናን እዩ ምሽቶ ክንሓምም ግን መ- እቲ ጠንቂ ድሕን ፈሊጥናዮ ሕክምና ኣየድልየና ጎፋንድሚ ኣየድልየና ሰልዲ ምርዳእ ንሰብ ኣየድልየና ድሕሪት ምምላስ ኣይ- ኣይ- ኣይ- ኣይመልሰናን ጥርሑ ከማነይ ፖኬትና ጥርሑ ኣይኮን ንዓና ኣነ ነጊረኩም እየ ቅድሚ ሕጂ ኤነርጂን ሰልድን ተለዋዊጥካ እዩ መኣታ ንዓና ጥራሕ መዓኮርና ከትርፈና ስለ ዝደልየ ምክንያቱ ድሕን ገንዘብ ጌርና ኦሬዲ ሓደ ዓይነት ሰብ ኢና ድሕን ንኤርትራ ኮይኑ ወይ ንህዝብና ኮይኑ ብጣዕሚ ተሓጋገዝቲ ኢና ገንዘብ ተደኣሊና ጠፊኦም እዮም ኦኬ እቶም ኣብ ውሽጢ ኤርትራ ዘለዉ ጥራሕ ዘየለዉ ዋላ እቶም ኣብ ደቂ ጥራሕ ዘይኮኑ ሲ ዋላ ከማነይ ነቲ ከባቢ ይኹን ዋላ ንዓለም ከማነይ ከነብላ ንኽእል ኢና ምክንያቱ ንሕና ብጣዕሚ ፃዕረኛታት ኢና ብዙሕ ነገራት ኣሎ ዝተደፈነ ንዕኡ ኣውፂና ማዕሪኦም ክንስራዕ ዝደሊ ሰብ የለን እመኑኒ ዋላ እዚ ቃላት ናይ ትግርኛ እሱ ሓደ ካብቲ ንጉስ ዘብለና ብዝኾነ ምክንያቱ ንጉስ ቶፕ ስለ ዝኾነ ኦኬ ቶቢና ግን የጥፍኡና ኣለዎ ከምቲ ንኩሉ ዝገበርዎ ኦኬ ሕማም እንታይ ሕማም ትካል እዩ የስ ኣብ ዓለም ሕማም ትካል እዩ ኦኬ ኣብ ዓድና ሕማም ኣይነበረን ኦኬ እቲ ሕክምናታት ከማ ኣብ መሕረሲ ኣብ ገለመለ ኣብ ኣክሲደንት ኣብ ተጋጨወ ገለመልታት እዩ እምበረይ ኣብ ገለ ተኣቲኻ ገለመለ እምበር መብዛሕትኡ ሓሚሙ ኣብኡ ዝሕከም ገለ ብዙሕ ኣይነበረን ብዝኾነ ግን ቢዝነስ እዩ ኣብ ኤሮጳ ኮነ ኣብ ኣሜሪካ ሕማም ትካል እዩ እታ ሆስፒታል ዝበዝሐ ሕማማት ድሕን ኣሎ ዝበዝሐ ገንዘብ ይዋ የምፃላ ካብቲ መንግስቲ ሶ ቢዝነስ እዩ ዝበዝሐ ገንዘብ ምስ ዝመፀላ ዝበዝሐ ገንዘብ የእትዉ ተረድኡን ተረዱ ዓድኻ ዝመስልዎ የለን ዳስ ዋይ ቫክሲኔሽን ዝወቅኡና ዝወቅኡና ቫክሲኔሽን ምኽንያቱ ነታ መንግስቲ ኣምፅኦም ነቲ ክወግኡ ነቲ ከቃምሙ ቢዝነስ ትካል ኦኬ ሕማም ትካል ሕማም ትካል እዩ ብዙሕ ገንዘብ እዮም ዝገብሩ ኩሎም እውን መማላኽዒ ዋላ መማላኽዒ ገዲፎሞ ነቲ እንታይ ይበሃልሲ ነቲ ናይ ሕማምሲ ዋላ መማላኽዒ ከማን ሰብ ከም ዝሓምም ገይሮሞ ኣፍንጫኻ ትፀልእ ዓይንኻ ትጸልእ ፀጉርኻ ናይ ካልእ ሰብ ፀጉሪ ኣነ ሕማም ቆሪፀ ፀጉሪ ናይ ካልእ ፀጉሪ ክትገብር እንታይ እዩ እዚ ጥዕና እዩ ኖ ሕማም እዩ ግን ፈቲና ፀሊእና ኣብኡ እዮም ዝወስዱና ዘሎ በቲ ዝደለዩና ኢና ንኸይድ ንዕኦም ክንመስል ንመሳሰል ኢና ዘለና ኣብ ዓድኻ ግን ንጎህ ተሲእካ ምስቲ ጎረቤትካ ሕብሩ ክትመሳሰል ኣይትሓስብን ኢኻ ኣብ ኤሮጳ ግን ክትመሳሰል ኢንተግሬት ኢንተግሬት ዝብሎ ምምስሳል ንስኻ ነብስኻ ኣውዲዕካ ረጀክት ጌርካስ ንዕኦም ክትመስል ሕማም እዩ እዚ ኩሉ ፅላለን ነብሰ ፅልኣት ዝፈጥር ከማ ንሱ እዩ መን ኣምፅዎ እሳቶም ኣብ ሚድያታት ኣሎ ንዓና ከማን ሕጂ ኣቢልና ኣሎ ኤኒዌይ መማላኽዒ ሕብሪ ምልቕላቕ ገፅካ ኣፍንጫኻ ብዙሕ ብዙሕ ብዙሕ ነገራት ዋላ ከንፈር ዋላ ማዕኮር ዋላ ጡብ ኦኬ እዚ ኩሉ ይግበር እዩ ምክንያቱ ሰልፊ ተኣማምንነት ስለ ዘየለ ናይ ሓደ ስእሊ ክትመስል ናይ መን ድሌት እዩ ምክንያቱ መልክዕ ኣባ ውሽጥና እዩ ዘሎ ኢን ቢሆልደር ድሕን ኮይኑ ናይ መን መልክዕ ኢና ንኸዶ ዘለና ብጣዕሚ ደፍርሕ ነገር እዩ ኦኬ ይብል ሕማም ዓይኒ ኦኬ ኣብቲ ዓዲ ግን ይብል ሕማም ዓይኒ ጥራሕ እዩ ዝብኣለ ዓባይ ክማን ዘኪረ ኣብ ሽዑ ሕማም ዓይኒ የጥቅዖም እዩ እዚ ከዓ ውርሻ እዩ ውርሻ እዩ እዚ ናይ ግመ ምምሳል ኣብ ዓይንኻ ኣይ ቲንክ ካብ ሓደ ዓይነት ዝበልዕዎ ዝነበሩ ንነዊሕ ዓመታት ክኸውን ኣለዎ እቲ ናህና ሲል እቶም ናህና ጂን ኣብቲ ናቶም ተዘክሮ ገይሮም ከምኡ ኣተሓላሊፎምና ንኣብነት ኣነ ነደይ ነቦይ ይመስል ንዕኦም ይመስል ምክንያቱ እቲ ናታቶም ፍረ ንዕኦም ዝመስል ኣባይ ኣውፅእዎ ኣነ ንፃዕዳ ወይ ከዓ ብጫ ክኸውን ኣይኽእልን እየ ምክንያቱ ከምኡ ከዓኒ ኣብ ካብቲ ተዘክሮ ናይቲ ሴል እንድዩ ከምኡ ዝመሓላለፍ ተ- እዩ እቲ ውርሻ ማለት እዩ ኦኬ ሕጂ እዚ ኤድስ ዝበሃል ሰሚዐሞ ይፈልጡን እዮም ኬፍ ኣለዎም ኦኬ ፀላም ከብዲ ዝበሃል ሰሚዐሞ ይፈልጡን ኦኬ ዋሕዲ ደም ፃዕጢ ደም ሽኮር እ፣ ምኽ- ምኽዛን ምኽስ- ምኽሳዕ ምግጃፍ እዩ መስለኒ ምኽሳዕ እየ ምግጃፍ እዩ ብዝሒ ጨው እ፣ ቅርፀት ቅርፀት ሰሚዐማ ይፈልጡን እዚኦም ብጣዕሚ ዕድለኛታት እዮም ጅውየ ኦኬ ዙዕ ዝኾነ ባዕለ ገ ይምሰኒ ጅግል ሰሚዖሞ ኣይፈልጡን እቲ ሕክምና ኣይሰርሕን እዩ ሕጂ ግን ካልኦት ሰባት ኣብቲ ከባቢ እንዳ ፓርቲ እንዳ ገለመለታት እንዳ ዲስኮ ገብርሉ ኣለዉ ካብ ዓዲ ዓራባት ኢንፋክት ድሕነዚያ ኣንቢብኩማ ቀረባ ምዃኑ ደቂ ዳህላክ ጋዝ ስኢኖም ድዮም ገለ መልካስ ከይዶም ናብ ኸዱ እዮም ንጅዛኑ ኸዱ ኣነ ነጊራኩም ነይረ እየ መሬትና እዩ ነይሩ ብዝኾነ ከይዶምሲ ናብቲ ናብ ምስሪ ከይዶም ዳሕራይ ፔትሮል መሊኦም ሰዲዶምሎም ገለ መለ ዝብል ኣሎ ኣነ ርስዒ ኣለኹ ሕጂ ጸኒሑ ስለ ዘሎ ንምንታይ እዚ ደቂ ነጋውስ ኣምፀየ ኣለኹ ኣብ ኤርትራ ሕማም ዝመፀ እምበር ሕማም ኣይነበረን ምክንያቱ እቲ መሬት ንገዛእ ርሱ ኦኬ ባዕሉ ነቲ ናትካ ሕማም ድወስዶ መሬት እዩ ዘሎ ኣብኡ እዚኣ ሪሰርች ጌርኩም እቶም ሪሰርች ትገብሩ ፍለጡ ኦኬ ምክንያቱ ክቡር ክቡር ኣእማን ኣሎ ክቡር ኣእማን ኦኬ ፕሬሽስ ስቶን ዝበሃል ነገር ኣሎ ኣብ ኤርትራ ኣሎ ሕማም ናይ ኩሉ ስሒቡ ድወስድ ሕማም የለ ዋላ ገለ የለ ግን ብብዙሕ ነገራትን ብፀቕጥን ብመከራን ብምግብን ገይሮም ኣብ- ኣ- ኣኽቢብ ኣኽቢቦምና ኣብቲ ናይ ሕማም እዚ ክፍለጥ ክኽእል ኣለዎ እዚ ክፍለጥ ክኽእል ኣለዎ እቶም ወፂኹም ብደይ ምፍላጥ ትዛረቡ ዘለኹም ኤርትራ ፅቡቕ ኣላ ኤ ጌጋ ጌጋ ሓጢኣት ከይኮነኩም መታን ምክንያቱ ዝዘራእካያ ኢኻ ትዓፅድ ከይመፀኹም ብዝኾነ ክንነቅሕ ኣለና እቲ ደይ ናይ ምንቃሕ ዲ ክንነቅሕ ኣለና ኦኬ የእጋርና ተወዲና ኣነ ቀደም ስመራ ከይድ ከለኹ የእጋርና ተወዲና እብላ ነይረን መሳኪን ይብላ ነይረን ኣብ ኣስመራ ማለት እየ ኣነ ክሰምዖ ኦኬ ኦኬ እንታይ እዚ ገብረ ኣምላኽ በዓቲ በዓቲ ቲራቮሎ እዚ ነጊሮኩም እየ ገፅ ሰማንያ እዩ ዘሎ ድሕን ትህከ ይኾንኩም ገፅ ሰማንያ እዛ ናይ በዓቲ ገብረ ኣምላኽ ተስፋይ ገብረ ኣምላኽ በዓቲ ቲራቮሎ ገፅ ሰማንያ ስጋዕ ሰማንያን ሓደን እዚ ኢለየ ሬድ እንዳውያን ሬድ ኢንዲያውያን ኦኬ ሕጂ ንሕና ክን- ክንጥንቀቕ ክንክእል ኣለና ምክንያቱ ዋላ ሓንቲ ሓደ ዓሌት ነቲ ቦታ ክሕዝዎ ክእሉ እዮም ኦኬ ከምኡ እዮም ዝገብሩ ዘሎ ምክንያቱ ንሬድ ኢንዲያን እንታይ ድዮም ዝገብርዎም ነይሮም መስለኩም ኮቦርታ ሂቦም ሲ ዘይፈልጥዎ ሕማም ምክንያቱ ከምዚ ክብለኩም ዝፀናሕኩ ናይ ዳህላክ ኦኬ ዋላ ሓንቲ ሕማም ኣይፈልጡን እዮም ሕጂ ኣብቲ ኮቦርታ ሲ ር- እ- እ- ፍሮማይ ፍሮማይ ገይሮም የእትየምሎም ኩሎም መብዛሕትኦም እቲ ኮበርታ ዝወሰዱ ጠፊኦም ምክንያቱ ሕማም ኣይፈልጥዎን እዮም ነይሮም ኦኬ ክንፈልጥ ክንክእል ኣለና ንኤርትራ ካ ከምዮም ዝገርዋ ግን ብዙሓት ሰባት እ፣ ወይ ካይኮናን ዘለና ዋላ እሶም ባዕሎም እቶም ገለገለ ኤርትራንስ ኣንጻር ነብሶ ኣንጻር ነብሶም ፍሮማይ ወዲእዎም ይበሃል ኦኬ ጥዕና ክህልወካ ሚልዮናት ኣየድልን እዩ እየ ጥዕና ሚልዮናት ምርካብ ኣይኮነን ጥዕና ከድልየካ ምክንያቱ ሚልዮናት ዝተኣከበሎም ጠፊኦም ኣለዉ ኦኬ ጥዕና ዘድልየካ ውሑስ መሬት ውሑስ መንግስቲ ውሑስ ህዝቢ ደቅኻ ብሰላም ኣትዮም ወፂኦም ዝኣትውሉ እፎይ ትብለሉ መሬት ሓሪስካ ትበልዓሉ ግን እሳቶም ዞም መራሕቲ ኣነ ነጊረኩም እየ ፓፐትስ ኣብ ዓለም ምቅያር ስለ ዘሎ ነቶም ቀንዲ ምስ መሬቶም ዝብሉ ሰባት ከተዳኽሞም ክትክእል ኣለካ ናይ ዜጋ ሃገር ክትፈጥር ክትክእል ኣለካ መጀመርታ ምክንያቱ ናይ ዜጋ ተደኣ ኮይና ወደባት የለን ሓሒሉ ዝዛረበካ የለን ድሌትካ ክትገብር ትኽእል ኢኻ ከም ኣብ ኩሉ ዓለም ከምኡ እዮም ገይሮሞም ኦኬ በር ቀንዲ ቀንዲ ቀንዲ ዘርቀባት ነይሮም ኤርትራውያን ውግእ ኣይወደኦምን ሕማም ፈጢሮምሎም እየ ምክንያቱ እቲ ክዋጋእ ከሎ እትም ከዓ ወልዳ ኣለዋ እትም ክውድኡ ከለዉ ክኣርጉ እትም ይዓብዩ ስለዚ ኣይተበለን ኣይተጓደሉ እትም ውድኡ እትም ዋለዱ እትም ውድኡ ክውስኽ ኣይክእልን እዩ ግን ክጠፍእ ኣይከኣለን እንታይ ደኣ ክልቲኡ ክመጽእ ክኽእል ኣሎ ውግእን ሕማምን ኦኬ እዚ እዩ ዝረአ ዘሎ እዚ እዩ ኮይኑ ንዓይ ዝመስለኒ ኦኬ እፈልጡ ኣለዉ ዶ ኣይመስለንን ዕምቀት ናይዚ ውሕዳት ግን ይፈልጡ እዮም እቶም ምስኦም ዝሰርሑ እቶም ኣብቶም ዘለዉ እቶም ምስኣቶም ዝሰርሑ ምክንያቱ ንሳቶም መሬት ኣለዎም ዝበለፀ መሬት ዘይትመውት ዕድሜኻ ዘናውሕ ኣብ በዓል ዳህላክ እዮም ዝውዕሉ እቶም ሃፍታማት ዝበሃሉ ማለት እዮም ዋላ እቶም ዓረብ ይኹን ዋላ እቶም ናይ ኤርትራውያን ሓለፍቲ ይኹኑ በዓል ኢሳያስ ኣብ ዳህላክ እዩ ድውዕል ደሎ ኣብኡ እዩ ቡን ድሰቲ ደሎ ኣብኡ ካብቲ ዕድሚኡ ከጉድለሉ ይኽእል እዩ ኣብኡ ምንባር ጥራሕ ኦኬ ምክንያቱ ኣብቲ ትነብሮ ዓብ ታራ ኣለዎ እቲ ቦታ ግን ናቱ ቦታ ኣይኮነን ኦኬ ንኩሉ ኤርትራዊ ናይ ሓቂ ኣለዎ ዓዱ ኣፅርዩ ኦኬ ማይ ድጋመ ደጊሚ ሰይጣውንቲ ካብ ዓዲ ኣውፅዩ ብሰላም ክነብር ኦኬ እዚ መስል ናተይ ደቂ ነጋውስ ኦኬ